ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስቶሊክ ሚሽን ዝተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ ትንቢት ኢሳያስ ምዕራፍ ኣርብዓን ሓደን ካብ ቁፅሪ ሸሞንተ ክሳብ ቁፅሪ ዓሰርተ ሽዱሽተ ዘሎ ክፍሊ ፅሑፍ ብምንባብ ኣይትፍራሕ ክድግፈካ እየ ብዝብል ኣርእስቲ ናይ ሎም መልእኽትና ክንርኢ ኢና ኣብቲ ክፍሊ ጽሑፍ ከምዚ ዝብል ናይ እግዚኣብሄር ቃል ኢና ነንብብ ትንቢት ኢሰያስ ምዕራፍ ኣርብዓን ሓደን ካብ ቁጽሪ ሸሞንተ ክሳብ ቁጽሪ ዓሰርተ ሽዱሽተ ግናኸ ኣታ እስራኤል ባርያይ ኣታ ያቆብ ዝሓረኹኻ ዘርኢ ኣብርሃም ፈታውየይ ኣታ ካብ ወሰናት ምድሪ ዘምጻኹኻ ካብቲ ኣዝዩ ርሑቕ ጸዊዔ ባርያይኻ ሓረኹኻ ኣይንዓቁኻን ድማ ዝበልኩኻ ምሳኻ እየሞ ኣይትፍራህ ምሳኻ እየሞ ኣይትፍራህ ኣነ ኣምላክካ እየሞ ኣይትሸበር ከበርትዓካ ክረድኣካ ብየማነይቲ ኢድ ጽድቀይ እውን ክድግፈካ እየ እንሆ እቶም ኣባኻ ዝንድሩ ኩሎም ክንውሩን ክሓፍሩን እዮም መጻርርትኻ ድማ ከም ዘይነበሩ ክኾኑን ክጠፍኡን እዮም። ኣነ ንየማነይቲ ኢድካ ዝሕዝ ኣይትፍራሕ ክድግፈካ እየ ዝብል እግዚኣብሄር ኣምላክካ እየ እሞ ነቶም ዝወዳደሩኻ ክትደልዮም ኣይክትረኽቦምን ከዓ ኢኻ። እቶም ዝዋግኡ ከኣ ድማ ኮንቱን ከም ገለ ዘይነበረን ክኾኑ እዮም። ኣተሓሰኻ ያቆብ ኣቱም ሰብ እስራኤል ኣነኤ ዝድግፈካ ኣነኤ ዝድግፈካ ኣይትፍራሕ ተበጃዊኻ ድማ ናይ እስራኤል ቅዱስ ይብል እግዚኣብሂር እነሆ በሊሕ ዘስናኑ ሓዲስ ሰረገላ መኸየዳ ክገብረካ እየ ነኽራን ክሳዕ ዝድቈሱ ከተኺዶም፣ ንዅርቢት ከኣ ከም ብቕብቕ ክትገብሮም ኢኻ፣ ክትመስዮም ኢኻ፣ ንፋስ ከኣ ክወስዶም፣ ሆቦብላውን ክዘርዎም እዩ። ንስኻ ግና፣ ንስኻ ግና፣ ብእግዚኣብሄር ክትሕጐስ፣ በቲ ናይ እስራኤል ቅዱስ ድማ፣ ክትሕበን ኢኻ ይብል። ክብሪ ንእግዚኣብሔር ይኹን። ኣብ ዘንበብናዮ ቅዱስ ቃሉ እግዚኣብሔር ንያዕቆብ ክዛረቦ ከሎ ንእስራኤል እውን ቃል ክህቦ ከሎ ደጋጊሙ ደጋጊሙ ደጋጊሙ ዝተዛረቦ ነገር ኣይትፍራሕ ክድግፈካ እዩ ዝብል ዋው ክብሪ ንእግዚኣብሄር ይኹን። ንምንታይ ኮን እዩ እግዚኣብሄር ንያዕቆብ ኣይትፍራሕ ዝብሎ ዘሎ? ዘፍርሕ ብዙሕ ነገር ስለ ዘሎ እዩ። ወግሐ ጸብሐ ኣብ ናይ ሰብ ህይወት፣ ኣብ ናይ ሰብ ናብራ፣ ኣብ ናይ ሰብ መገዲ፣ ኣብ ናይ ሰብ ጉዕዞ ብዙሕ ዘፍርሕ ነገር ኣሎ። ካብ ኩነታቱ ተላዕለ፣ ካብ ጥዕንኡ ተላዕለ፣ ስምዒታቱ ካብ ዝብሎ ዝተልዓለ፣ ሓሳባቱ ካብ ዝብሎ ዝተልዓለ፣ ሰይጣን እውን ካብ ዘምጾ ዝተፈላለየ ተጽዕኖታት፣ ኣጋንንታዊ ተጽዕኖታት ዝተልዓለ፣ ኣብ ምድሪ ወግሐ ጸብሐ ብዝኸውን ዝለዋወጥ ዘፍርሕ ነገራት፣ ሰብ ኣብ ከምዚ ዝኣመሰለ ኩነታት ክነብር ከሎ ዘፍርሖ ብዙሕ ነገር እዩ። እንተኾነ ግን እግዚኣብሄር ቃል እናሃበ እዩ ንህዝቡ ዝመርሕ። ኣብዚ ቦታ እዚ ድማ እግዚኣብሄር ንያዕቆብ ክዛረቦ ከሎ ቃል ክህቦ ከሎ ድማ ንርኢ። ክብሪ ንእግዚኣብሄር ይኹን። ኣይትፍራሕ ኢልዎ። ንምንታይ? ኣነ ክድግፈካ እየ ዝብል ቃል እግዚኣብሄር ክዛረብ ከሎ ኣብ ገዛእ ርእሱ ተኣማሚኑ እዩ ዝዛረብ። ኣይትፍራሕ ዝበሎ ዘፍርሕ ነገር ስለ ዘየለ ይኮነ ራእዩ ንዘፍርሕ ነገር ኣብ ህይወትኩም ኣብ ከባቢኹም ኮታ ኣብ ምድሪ ዝመፅእ ነገር ሙሉእ ብምሉእ ንቲ ዘፍርሕ ኩነታት ጠጦ ኮነብሎ ኣይንኽእልን ኢና እንተኾነ ግን ኣብ ዘፍርሕ ኩነታት እግዚኣብሄር ቃል እናሃበ የስግረካ ኣነ ክድግፈካ እየ ዘፍርሕ ነገር ኣብ ዘለዎ ኣነ ክድግፈካ እየ ዝብሉ ኣነ ክድግፈካ እየ ዘፍርሕ ነገር ኣብ ዘለዎ ኩነታት ቆልዓ ኣብ ኣቦኡ ኣብ ቤተሰቡ ኣብ ኣዲኡ ከም ዝእመን ከም ዝፅጋዕ እሞ ዝተጸግዖ ስለ ዘለዎ፣ ዝተደገፎ ስለ ዘለዎ፣ ዘፍርሕ ነገር እናሃለወ እንከሎ ከማን ዘይፈርሕ ከምኡ ድማ ንሕና ልብና ኣብ እግዚኣብሄር እንድሕር ተደጊፉ ኣብ እግዚኣብሄር እንድሕር ተጸጊዑ ኣብቲ ዘፍርሕ ኩነታት መን ምሳና ከም ዘሎ እንድሕር ከነስተውዕል ጀሚርና ኣብኡ ኣብርሆት ረኪብና ፍርሓትና ይሰዓር ስለዚ እዩ እግዚኣብሄር ኣይትፍራሕ ኣነ ክድግፈካ እየ ይብል ቁፅሪ ዓሰርተ ክንርኢ ከለና ምሳኻ እየ እሞ ኣይትፍራሕ ኣነ ኣምላካ እሞ ኣይትሸበር ከበርትዓካ ክረድኣካ ብየማነይቲ ኢድ ፅድቀይ ክድግፈካ እዩ ዋው ተስፋ ዘለዎ ቃል እዩ ተስፋ ዘሎ እግዚኣብሄር ኣይትፍራሕ ኢሉ ጥራይ ኣይከደን ኣይትፍራሕ ኢሉ ጥራይ ከ ሓላፍነት ክወስድ ከሎ ኢና ኣይትፍራሕ ድሓን ኢሉ ናይ መፀናንዒ ቃል ተዛሪብዎ ይኮነን ክኢሉ ኣይትፍራሕ ድሓን ኢሉ ናይ መተባብዒ ቃል ተዛሪብዎ ይኮነን ክኢሉ ሓላፍነት እዩ ወሲዱ ኣነ ክድግፈካ እየ ኣነ ከበርትዓካ እየ፣ ብየማነይቲ ኢድ ጽድቀይ ክድግፈካ እየ እናበለ እግዚኣብሄር ከም ዝድግፎ፣ ከም ዘበርትዖ፣ ኣብ ውግኡ ከም ዝዋጋእ፣ ኣብ ሰልፉ ከም ዝስለፍ እዩ ዝዛረቦ ዘሎ። ስለዚ ካብቲ ንሪኦ ንላዕሊ፣ ካብቲ ዝገጥመና ንላዕሊ፣ ካብቲ ንሰምዖ ንላዕሊ፣ ካብቲ ዘፈራርሓና ንላዕሊ እቲ ዝጸውዓና ኣምላኽ ይዓቢ፣ ሽሙ ይባረኽ። እቲ ዝጸውዓኩም ኣምላኽ እሙን እዩ፣ ንሱ እውን ክገብሮ እዩ ዝበል እኮ ናይ እግዚኣብሄር ቃል። ዝጸውዓኪ እግዚኣብሄር እሙን እዩ፣ ዝጸውዓካ ኣምላኽ እሙን እዩ። ኣተኩሮና ኣተኩሮና ኣብቲ ዘጥሕል ማዕበላት ዘይኮነ ኣተኩሮና ኣብቲ ዝጸውዓና ኣምላኽ ክኸውን ይግብኦ እዩ ኣነየ ጸዊዐካ ኢሉ እዩ ዝጅምር ገርመኩ ካብ ወሰናት ምድሪ ዘምጻኹኻ ካብቲ ኣዝዩ ርሑቕ ዝጸዋዕኹኻ ኣነ እየ ኢሉ እዩ ዝጅምር ሃሌሉያ ዝጸዋዓና ዘፍርሕ ኩነታት ስለ ዘየለ ኣይኮነን። ኣብ ንነብሮ ዓለም ዘፍርሕ ዘሻቐል ዘሰንብድ ኩነታት ስለ ዘየለ ኣይኮነን እግዚኣብሂር ዝጸውዓና ኣብ ከምዚ ዝኣመሰለ ኩነታት እዩ ጸዊዕና። ንምንታይ? ክረድኣና፣ ክድግፈና፣ ከበርትዓና እዩ ጸዊዕና። ክብር ንእግዚኣብሂር ይኹን። እንሆ እቶም ኣባኻ ዝንድሩ ዝብል ቃል ኣሎ። ኣባካ ዝንድሩ ሪኢኹም ሰላምና ዘይደልዩ ሓጎስና ዘይደልዩ ደስታና ዘይደልዩ ዕረፍትና ዘይደልዩ ምውፃና ዘይደልዩ በረከትና ዘይደልዩ ኣባና ዝቁጥዑ ኣባና ዝንድሩ እኮ መሊኦም እዮም ክንደይ ክንብሎ መሊኦም እዮም እግዚኣብሔር ድማ ይፈልጥ እዩ ናትና ሰላም ናትና ልምዓት ዘይደልዩ ፀላዕትና ከቢቦሙና ከም ዘለዉ ይፈልጥ እዩ ስለዚ እዩ ዝብሎ ዘሎ ንያቆብ እቶም ኣባኻ ዝንድሩ ዝንድሩ ቁጣዖም ኣባኻ ክገልፁ ዝደልዩ ነግሮም ዘርኢኻ እብለሉ ክዓፍርኦም ኢልዎ ክብሪ ንእግዚኣብሄር እዩ ክንውሩን ክሓፍሩን እዮም ንምንታይ ኣነ ምሳኻ ኢሉ ክብር ንእግዚኣብሄር ይኹን ክንውሩን ክሓፍሩን እዮም እግዚኣብሄር ንፀላእትኹም የሕፍሮምን የነውሮምን ሃሌሉያ ንኣነ ምሳኻ እየ ስለዚ ክሓፍሩ እዮም ማለት ትምኒቶም ኣባኻ ኣይፍፀምን ድሌቶም ኣባኻ ኣይከናወንን እቲ ዝምነይዎ ኣባኻ ኣይከውን እዩ ንምንታይ ኣነ ምሳኻ እየ እብሎ ኣሎ ክብር ንእግዚኣብሄር ይኹን ስለዚ ስቑኢሉ ይኮነን እግዚኣብሄር ኣይትፍራሕ ዝብሎ ዘሎ መፃርርትኻ ድማ ከም ዘይነበሩ ክኾኑን ክጠፍኡን እዮም ዝፃረረና ነገር የለን ማለት ኣይኮን ዝዋግኣና ነገር የለን ማለት ኣይኮን ኣብ ህይወትና ዓልታዊ ተፅዕኖ ከምፅእ ኢሉ ዝመፅእ ነገር የለን ማለት ኣይኮን እንተኾነ ግን እቶም ዝጻረሩኻ ክጠፉ እዮም እዩ ንምንታይ ካብ ህላውነት እግዚኣብሄር ዝተልዓለ ክብሪ ንእግዚኣብሄር ይኹን ንእግዚኣብሄር ሪኢኹም ክንኣምኖ ጥራይ ኣይኮነን ዘለና ልብና እውን ኣብኡ ክድገፍ ኣሎ ልብና እውን ኣብኡ ምሉእ ብምሉእ ክውከል ኣሎ ክውከል ኣሎ ልብኹም ብእግዚኣብሄር ይምላ ልብኹም ብእግዚኣብሄር ይደገፍ ንእግዚኣብሄር ይኣምኖ እየ ጥራይ ኣይኮነን እኹል ኣይኮነን እንታይ ደኣ ልብና ምሉእ ብምሉእ ኣብ እግዚኣብሔር ክጽጋዕ ኣሎ ብኣምላኩም ክትተኣማመኑ ኣሎ ልብኹም ምሉእ ብምሉእ ኣብ እግዚኣብሔር ክድገፍ ክኽእል ኣሎ እግዚኣብሔር ቃሉ ንያዕቆብ ዝቦ ዘሎ እግዚኣብሔር ቃል ዝልእኸሉ ዘሎ እግዚኣብሔር ቃሉ ንያዕቆብ ለኣኸ እዚ ድማ ኣብ እስራኤል ወደቀ እዩ እግዚኣብሔር ንያዕቆብ ደጋጊሙ ቃሉ ኮልእኸሉ ንምንታይ ልቡ ብእግዚኣብሄር ጐይታ ሰራዊት ምእንታን ክድገፍ እዩ። እግዚኣብሄር እውን ብቓሉ ንዓና ዝዛረበና እኮ ንኻልእ ኣይኮነ ልዕሊ ኩነታትኩም ጸብለል ክትብሉ ልዕሊ እቲ ዘፈራርሓኩም ዘሎ ኩነታት ልዕሊ እቲ ዘፈራርሓኩም ዘሎ ስምዒታትኩም ልዕሊ እቲ ዘፈራርሓኩም ዘሎ ጥዕናኹም ልዕሊ እቲ ዘፈራርሓኩም ዘሎ ሰይጣን ልዕሊ እቲ ዘፈራርሓኩም ዘሎ ድምፅታት ልዕሊ እቲ ዘፈራርሓኩም ዘሎ ዝተፈላለየ ዓይነት ተጻብኦታት ልዕሊኡ ጸብለል ምእንታን ክትብሉ እዩ እግዚኣብሔር ኣብ ጸንጽባሕ ቃሉ ዝልእኸልኩ ቃሉ ልኢኹ ፈወሶም ካብ ጉድጓዶም ድማ ኣናገፎም ይብል እቲ ቃል ፈውሲ ሒዙ ስለ ዝመጽእ እቲ ቃል ተኣምራት ሒዙ ስለ ዝመጽእ እቲ ቃል ምንጋፍ ሒዙ ስለ ዝመጽእ ክብሪ ንእግዚኣብሄር ይኹን ከምዚ ዝብል ቃል ድማ ኣሎ ብየማነይቲ ኢድካ ዝሕዝ ኣይትፍራሕ ክድግፈካ እየ ዝብል እግዚኣብሔር ኣምላክካ እየሞ ዝብል ቃል ኣሎ ዋው ኣነ ብየማነይቲ ኢድካ ዝሕዝ ዝብል ቃል ንምንታይ እግዚኣብሔር ኣይትፍራሕ ዝብለካ ኣብ ኢዱ ተታሒዝካ ስለ ዘለኻ ኣብ ኢዱ ተታሒዝካ ስለ ዘለኻ ክብር ንሽም እዩ ብየማነይቲ ኢድካ ሒዘካ ኣለኹ ብላ ሃሌሉያ ራእይ ቆልዓ ምስ ቤተሰቡ ክኸይድ ከሎ ኣብ ዘፍርሕ ኩነታት ብኢዱ ከም ንሕዞ ብኢዱ ቀጥ ኣቢልና ምስ ሓዝናዮ ልቡ ከም ዝመልኣሉ ትብዓት ከም ዝስምዖ ድፍረት ከም ዝስምዖ ምስ ወበኤ ዘለኹ ሰደኤ ዘለኹ ምስ ቤተሰበኤ ዘለኹ ኢሉ ዘፍርሕ ነገር እናሃለወ እኳ ብዘፍርሕ መገዲ እናተጓዕዘ እኳ ብኢዱ ተታሒዙ ከም ዘሎ ስለ ዝፈልጥ ብኢዱ ተታሒዙ ከም ዘሎ ስለ ዝፈልጥ ልቡ ከም ዝመልኣሉ ትብዓት ከም ዝስምዖ ብየማነይቲ ኢድካ ዝሕዝ ብለሉ ሒዘካ እየ ዘለኹ ማይ ጋድ ማይ ጋድ ማይ ጋድ ማይ ጋድ እቲ ትሓልፍዎ ዘለኹም ህይወት ብዘይገድስ እቲ ትሰምዕዎ ዘለኹም ድምፂ ብዘይገድስ እንታይ ዓይነት ፈተናን እንታይ ዓይነት ውግእን ኣብ ከባቢኹም ኣሎ ብዘየገድስ ሰይጣን እንታይ ይብለኩም ኣሎ ስጋኹም እንታይ ይብለኩም ኣሎ ሰባት እንታይ ይብልኹም ኣለዉ ኩነታትኩም እንታይ ይብለኩም ኣሎ ዓለም ንባዕላ እንታይ ትብል ኣላ ምድሪ ንባዕላ እንታይ ተውርላ ብዘየገድስ ተታሒዘ እየ ዘለኹ በል ሃለሉያ ተታሒዘ እየ ዘለኹ በል ብኢዱ ተታሒዘ እየ ዘለኹ ሰዚ እግዚኣብሔር ስቑል ይኮን ናይ ትፍራሕ ዝብለካ ብኢድካ ሒዙ እዩ ሃሌሉያ ኣነ ኣለኹ ምሳኻ ብኢድካ ሒዘካ ኣለኹ ብየማነይቲ ኢዱ ዝሓዝክዎ ዝብል ቃል ኣሎ ሆ ሃሌሉያ ኣብ ኢዱ እንድሕር ኣቲና ካብ ኢዱ ዝምንዝዓና የለን ጎይታ የሱስ ከምዚ ኢሉ ኣሎ ነባጊዐይ ካብ ኢደይ ዝምንዝዐን የለን ንምንታይ ሒዘየን ነባጊዐይ ካብ ኢደይ ዝምንዝዐ ኔር ደድ መፀ ነገር ኣባኹም ወድቕ ማለት ኣይኮን ነኖ ንስኻ ተታሒዝኩም ኢኹም ዘለኹ ካብታ ህይወትና ዝሃብናሉ ግዜ ምርጫና ዘስተኻኸልናሉ እዋን ኣነ ናትካ እየ ንስኻ ከዓ ናተይ ኢኻ ኢልና ኣብኡ ዝተፀጋዕናሉ ኣብኡ ዝተዓቆብናሉ እዋን ሒዝና እዩ ዘሎ ሃለሉያ ሒዝና ክሳብ ሕጂ ዘለኹም እኮ ብዙሕ ነገር ኣብ ህይወትኩም ስለ ዘይመፀ ይኮን ተታሒዝኩም ስለ ዘለኹም ኢዱ ሒዝኩም ስለ ዘሎ እዩ ንሕና ስለ ዝሓዝናዮ ጥራይ ከማን ኣይኮነ ጥራይ ንሕና ስለ ዝሓዝናዮ ጥራይ ኣይኮነ ንሕና እሞ ሓንሳእ ክንሕዞ ሓንሳእ ክንገድፎ ክምቻኣና ከሎ ክንሕዞ ገለ ክንከውን ከለና ክንገድፎ ከምኡ እዩ ናይ ሰብ ነገር ኣብዚ ግን እንታይ ዝብል ዘሎ ኣነ ብየማነይቲ ኢድካ ዝሓዝኩኻ ንሱ ምስ ሓዘ ግን ኣይገድፍን ንሱ ምስ ሓዘ ግን ኣይገድፍን እዩ ኣእዳው እየን ተሰኪመናና ዘለዋ ክብሪ ንእግዚኣብሄር እዩ ብኢድና ሒዙ እዩ ዘታትየና ዘሎ ብኢድና ሒዙ እዩ ዝመርሓና ዘሎ ክንደይ ናይ ህይወት ማዕበላት ኣብ ህይወት ዘይመፀ እሞ ግን ከመይ ኢልና ኢና ሰጊርናዮ ተልና ባቃ ተታሒዝና ስለ ዝኾንና እያ ኢሉ ስለ ዝሓዘና እዩ ካልእ ምስጢር ኣይኮነን ብናትና ሓይሊ ኣይኮነን ብናትና ጥበብ ኣይኮነን ብናትና ክእለት ኣይኮነን ከምትን ከምትን ስለ ዝኾነ ኣይኮነን እንታይ ዳ ብኢድና ሒዝና ስለ ዘሎ ማዕበላት ክውሕጠና ኢሉ እናመፀ መውፅ ብዘይብሉ ነገር ምስ መፀ ብኢድና ሒዙ ከስግረና ከሎ ክንደ ግዜ ዘይረኣና እዩ ብኢድና ሒዙ ከስግረና ከሎ ክንደይ እዋን ዘይረኣናዮ መውፅብ ዘይብሉ መውፅብ ዘይብሉ ቦታ ንሱ ምስ መፀ ኢድና ምስ ሓዘና ክንደይ ክንሓልፍ ክንሰግር ከለና ዘይረኣና ሕጂ እውን ከምኡ እዩ ብየማነይቲ ኢሉ ዝሓስኩዎ ይብላሉ ሰዚ እግዚኣብሄር ኣይትፍራሕ ኣይትሸብር ዝብል ንምንታይ እዩ እንድሕር ኢልና ብኢድና ሒዝና ስለ ዘሎ እዩ ተታሒዝና ከም ዘለና ኣብ ኢሉ ኣጸቢቑ ክርድኣና ይግባእ ክብር ንእግዚኣብሔር ይኹን ሃለሉያ ንዚ ይገርመኩም ኣብ ምዕራፍ ኣርብዓን ሓሙሽተን ንቂሮስ ክዛረቦ ከሎ ካብ ቁፅሪ ሓደ ጀሚሩ እንታይ ከም ዝበሎ ትፈልጡ እግዚኣብሄር ንቲ ቕብኡ ንቂሮስ ህዝብታት ኣብ ቅድሚኡ ክግዝእሉ ይብል ሕቖ ነገስታት ክፈትሕ ደጌታት ከይዕጸዎ ድማ ማዕጾ ኣብ ቅድሚኡ ምእንቲ ከርሕውሉ ኢለ ብየማነይቲ ኢዱ ዝሓዝክዎ ከምዚ ይብል ኣሎ ብየማነይቲ ኢዱ ዝሓዝክዎ ይብል ሃሌሉያ ክብሪ ንእግዚኣብሄር እዩ ኢዱ እያ ሒዛትና ዘላ ብየማነይ እቲ ኢዱ ዝሓዝኩ ስለዚ እግዚኣብሔር ክዛረብ ከሎ ሒዝካ እዩ ዝዛረብ ኣብ ማንም ኣይኮናን ተንጠልጢልና ዘለና ኣብ ማንም ኣይኮናን ተደጊፍና ዘለና ትውክልትና ምሉእ ብምሉእ ኣብ እግዚኣብሔር ክኸውን ይግባእ እዩ ኣብቲ ዝሓዘና ቀጥ ኣቢሉ ዝሓዘና ተን ዘለዓለማውያን ቀላጽሙ ሒዘናና ኣለዋ ሃለሉያ ተን ዘለዓለማውያን ቀላጽሙ ተን ዘይሕለላ ቀላጽሙ ተን ዘይደኽማ ቀላጽሙ ሒዘናና ኣለዋ ንዚ እዩ ካብ ውድቀትና ዘተስኣና ካብ ድኻምና ዘበርትዓና ተስፋ ኣብ ዝቆረጽናሉ ድማ ንተስፋና ዝሕድሶ በእዳውና ሒዝና ስለ ዘሎ እዩ ሽም እግዚኣብሄር ዝተባረኸ ይኹን ኣብኡ ክንድገፍ ኣብኡ ክንውከል ዘለና ንዚ ብየማነይቲ ኢዱ ዝሓዝክዎ ለቃ ቂሮስ ሕቆ ነገስታት ዝፈትሐ ደጌታት ድማ ዘይተዓፅዎ ንምንታይ ተታሒዙ ስለ ዘሎ እዩ ስለዚ ኢልዎ ኣነ ቀቅድሜኻ ክኸይድ ንድንኩር ከኣ ሰጥ ከብሎ፣ ንማዕጾ ኣስራዚ ሓሸምሸም ከብሎ፣ ንመሸጉር ሓጺን ድማ ክሰባብሮ'የ ኢሉ። ኡይ ክንደይ ነገር እኮ ኣይትሓልፍን ኢኻ ዝብል ክንደይ ከልካሊ እኮ ዘሎ ኣይትሰግርን ኢኺ ዝብል ኣይትሓልፍን ኢኻ ዝብል በዚ እሞ ጭራስ ኣይትኣቱን ኢኻ ናብ ተስፋኻ ናብ በረኸትካ ኣይትኣቱን ኢኻ ኢሉ ዝገዳደር ዝቃወም እኮ ማእለያ ዘይብሉ ነገር እዩ ግን ብኢዱ ሒዘዮ ኢሉ ጀሚሩ እግዚኣብሔር ብየማነይቱ ኢዱ ሒዘዮ እየ ኢሉ ሃለሉያ ስለዚ ኣይተርፍን እዩ ሒዚ ከዓ ከኸይድ ከሎ እኮ ባቃ ንሱ ኣብ ዝረገጾ ኢኻ ትረግጽ ንሱ ኣብ ዝኣተወ ኢኻ ትኣቱ ንዕኡ ዝዕጾ ደጌታት ድማ የለን ንሱ ምስ ቀረቦም ዘይክፈቱ ደጌታት የሉ ካብ ህላውነቱ ተላዕሉ ካብ ክብሩ ተላዕሉ ተላዕለ ካብ ስልጣኑ ዝተላዕለ ንዕኡ ዝዕፀ የለ ስለዚ ብኢዱ ሒዝካ ኣለያ ብኢዱ ሒዝካ ስለ ዘሎ ንሱብ ዝኣተዎ ተኣቱ ብየማነይቲ ኢዱ ዝሓዝክዎ ኢሉ እዩ ዝጅምር ክብሪ ንእግዚኣብሄር ይኹን ስለዚ ኣነ ኣብ ቅድሚኡ ክኸይድ ሒዝካ እዩ ዝኸይድ ንድንቁርከ ሰጥ ከብሎ ከምድሙደ ኢሉ እግዚኣብሄር መገድኹም ይመድምዶ ዕንቅፋት ዘበለ ካብ ህይወትኩም ይለዓል ሰይጣን ዝቐመጦ ሰብ ዝቐመጦ ኩነታት ዝቐመጦ ባዕላትኩም ዝቐመጥኩሞ ዕንቅፋት ዘበለ ካብ መገድኹም ብስም የሱስ ክርስቶስ ይነቐል ንድንኩር ዘበለ ሰጥ ኮብለ ኢሉ ንመዓጾ ኣስራዚ ሓሸምሸም ኮብሎ ንመሸጉር ሓፂን ከዓ ክሰውረ ኢሉ ብርትዕ ዝብል በቃ ኣስራዚ ሓፂን ሪኹም እቲ መዓጾ ንብዓሉ ስትሮንግ እዩ ናይ ኣስራዚ ናይ ሓፂን መዓጾ እዩ መሸጎሪኡ ኣስራዚ እዩ ብቐሊሉ ዝስበረ ብዓቕሚ ሰብ ብክእለት ሰብ ብናይ ሰብ ጥበብ ዝስበረ እግዚኣብሔር ክሓልፍ ከሎ እዩ ዝስበር ክብሪ ንእግዚኣብሔር ይኹን ሃሌሉያ ኣይስበርን እየ ዝበለኩም ነገር ብስም የሱስ ይሰበር ካብ ናይ እግዚኣብሔር ክብሪ ተላዕለ ካብ ናይ እግዚኣብሔር ህላዊ ተላዕለ ኣብ ኢዱ ኢና ተታሒዝና ዘለና ኣብ ኢዱ ኢና ተታሒዝና ዘለና ንሱ ሒዙና ከም ዘሎ ኣጸቢቕና ክንፈልጥ ኣለና ኣብ ኢዱ እንድሕር ኣለና ድማ ነገርና ኩሉ ኢዱ ከም ትዓዮ ኢዱ ከም ትሰርሖ ኢዱ ከም ትፍጽሞ ክንኣምን ኣለና እምበር ከዛ ኢድ እዚኣ ዘይትገብሮ ነገር እዩ ክገርመኩም ኣብ ወንጌል ማርቆስ ምዕራፍ ሸሞንተ ቁጽሪ ዕስራን ሰለስተን ሓደ ዓይነ ስውር ናብ የሱስ ሒዞምሉ መጽኡ እዚ ዓይነ ስውር እዚ ክሳብ እዚ ሰዓት እዚ ሰብ እዩ ዝመርሖ ነይሩ ዓብ ኢድ ሰብ እዩ ነይሩ ሰብ እዩ ዝኣልዮ ነይሩ ንምንታይ ዓይነ ስውር እዩ ናብ ዝወሰድዎ እዩ ዝኸይድ ናብ ዘብፅሕዎ እዩ ዝበፅሕ ኩሉ ሻዕ ረድኤት ናይ ሰብ ሓገዝ ናይ ሰብ ደገፍ ናይ ሰብ ምርሒት ናይ ሰብ እዩ ዝደሊ ኣብ ኢድ ሰብ እዩ ወዲቑ የሱስ ናብ ሰፈሩ ምስ መፀ ግን ናብ የሱስ ሒዞሞ መፅኦም ክትንክዮ ናብ የሱስ ሒዞሞ መፅኦም ይብል ክብሪ ንእግዚኣብሄር ይኹን ናብ የሱስ ሒዞሞ ምስ መፁ የሱስ ብኢዱ ሒዙ ናብ ወፃኢ ከተማ ወሰዶ ይብል ዋው ብኢዱ ሒዙ ዝብል ቃል ኣሎ ብኢዱ ሒዙ ናብ ወፃኢ ከተማ ወሰዶ ስቲል ናው እኮ ምስ ሕቱ እዩ ስቲል ናው ገና ዓይነ ስውር እዩ ዘሎ ስቲል ናው ገና ሕትኡ ኣይተመለሰን ስቲል ናው ኩነታቱ ኣይተቀየረን ግን ኣብ እዳው የሱስ ኣትዩ ሕጂ ኣብ እዳው ሃሌሉያ ኣብ እዳው የሱስ ኣትዩ ካብ ኢድ ሰብ ወፅዩ ኣብ እዳው የሱስ ኣትዩ ነገርኩም ኩሉ ጎይታ ይሓዞ ነገርኩም ኩሉ ካብ ኢድ ሰብ ይውፃእ ነገርኩም ኩሉ ካብ ኢድ ኩነታት ይውፃእ ነገርኩም ኩሉ ካብ ኢድ ዲያብሎስ ይውፃእ ነገርኩም ኩሉ ኣብ ኢድ ጎይታ ይተሓስ ከም ቀደም እዩ ዘሎ ከምታ ዘምጽዎ እዩ ዘሎ ዝኾነ ነገር ወል ሓደ ነገር የለን ግን ብኢዱ ሒዙ ናብ ወጻኢታ ከተማ ወሰዱ ሒዝዎ ከይድ ኣሎ ሕጂ እሱ እዩ ዝመርሖ ዘሎ ኣብ ኢዱ ኣትዩ ኣብ ኢዱ እንድሕር ኣቲኻ እንታይ ዘይከውን ኣብ ኢዱ ኣብ ኢዱ ንሱ ተሒዝካ እንታይ ዘይከውን ብኢዱ ሒዙ ዝብል ኣሎ ብኢዱ ሒዙ ናብ ወፃኢ እታ ከተማ ወሲድዎ ወሲድዎ ካብኡ ዝኾነ ነገር እንተሎ ኢዱ እምቢሩ ድማ ጸልዩሉ ገለዶ ትርኢ ኣለኻ ኢልዎ ክርኢ ጀሚሩ ደጊሙ ኢዱ ኣንቢሩሉ ኣነጺሩ ሪኡ ኣጸቢቑ ሪኡ ኩሉ ተቐኒዑ ረኣዮ ይብል ኣብ ኣእዳዉ ተኣቲኻ ክብሪ ንእግዚኣብሄር ይኹን ኢሉ እንታይ ዘይትገብር ኢሉ እንታይ ዘይትገብር ትውክልትና ኢዱ ይኹን ኣጻብዑ ይኹን ቅልጽሙ ይኹን ኣይትፍራሕ ዝብለካ እግዚኣብሔር ኣብ ጁባና ተኣማሚኑ ይኮነን ኣይትፍራሕ ዝብል እግዚኣብሔር ኣብ ኩነታትና ተኣማሚኑ ይኮነን ኣይትፍራሕ ዝብል እግዚኣብሔር ኣብ ምድሪ ተኣማሚኑ ኣይኮነን ኣይትፍራሕ ዝብል ኣብ ገዛእ ርእሱ ኣብ ቅልጽሙ ተኣማሚኑ እዩ ክብሪ ንእግዚኣብሔር ይኹን ነዚ ልብና ሙሉእ ብምሉእ ኣብ እግዚኣብሔር ክውከል ዘለዎ ኣይትፍራህ ምስ በለ ክድግፈካ እዩ ደገፍ ናይ እግዚኣብሔር ናብ ህይወትኩም ይምፃእ ረድኤት ናይ ኣምላኽ ናብ ህይወትኩም ይምፃእ በዚ ቃል እዚ ክንፅል ኢና ብጎይታ ብኢየሱስ ክርስቶስ ናዝራዊ ሽም እፅል ኣሎ ሼማቶ ካታ ያናሞር ኤልፓርዶንያ ናይ መንፈስ ቁዱስ ረድኤት ናብ ሂወትኩም ይምጻእ ናይ መንፈስ ቁዱስ ደገፍ ናብ ሂወትኩም ይምጻእ ዘፈራርሓኩም ዘበለ ናይ ጸልማት ናይ ሲኦል ናይ ኣጋንንት ጉልበት ዝተሰብረ ይኹን ኢን ጂሰስ ኔም ይሰበር ብጎይታ ብ ኢየሱስ ክርስቶስ ናዝራዊ ሽም ይሰብረሉ ከልካሊ ዘበለ ናብ በረኸትኩም ከይትጉስጉሱ ዕንቅፋት ዝፈጥር ዘበለ መሰናቕል ዝፈጥር ዘበለ ብጎይታ ብየሱስ ስም ይጸረ ዝተኣስረ የእምሮ ይፈታሕ መጋረጃታት ይቀደዱ ናይ ቃሉ ኣብርሆት ይሃብኩም እግዚኣብሔር ብጎይታ ብኢየሱስ ክርስቶስ ስም እጽል ኣለኹ ናይ ቃሉ ኣብርሆት ናይ ቃሉ ብርሃን ይሃብኩም መንፈስ ናይ ቃሉ ይርከብኩም ብጎይታ ብኢየሱስ ስም ክዛረበኒ ከሎ መንፈስ ኣተወኒ በእጋረይ ቆምኩ ከም ዝበለ ስቅኤል ጽልለኹ ብጎይታ ብኢየሱስ ክርስቶስ ናዝራዊ ሽም ናይ ቃሉ መንፈስ ናብ ህይወትኩም ናብ ሰፈርኩም ይምጻእ ተጽዕኖታት ናይ ኣጋንንቲ ዲፕሬሽን ዘበለ ስትረስ ዘበለ ጸጠት ዘበለ ብኢየሱስ ስም ዝተነቕለ ይኹን የእምሮኦም ልቐቕ ህይወቶም ልቐቕ ቤቶም ልቐቕ ሰፈሮም ልቐቕ መገድታቶም ልቐቕ ሰላም ናይ ኣምላኽ ሰላም ናይ ክርስቶስ ብጎይታ ብኢየሱስ ክርስቶስ ስም ናብ ህይወቶም ክፈስስ እጽልሉ እቲ ካብ ኩሉ ኣእምሮ ዝበልጽ ሰላም ኣምላኽ ድማ ንልብኹምን ሓሳብኩምን ብክርስቶስ የሱስ ክሕልዎ እዩ ተባሂሉ ከም እተጻሕፈ ናይ ክርስቶስ ሰላም ክወርሶም እጽሊ ኣለኹ ብኢየሱስ ክርስቶስ ያው ስም ኣሜን ኣሜን ኣሜን ዋው ክብሪ ንጎይታ ይኹን ሽም እግዚኣብሔር ይባረኽ እዚ ቃል ናብ ህይወትኩም ፈውሲ ሒዙ ከም ዝመፀ ይኣምን ሓደ መተን ባህታ ኣለንን ክነግረኩም ክንውድእ ኢና ንዝሓለፈ ኣርባዕተ ዓመታት ኣብ ኤልሻዳይ ባይብል ትሬን ሰንተር ናይ ሓደ ዓመት ናይ መፅሓፍ ቅዱስ ትምህርቲ እናምሃርና ኢና ዘለና እዚ ትምህርቲ እዚ ንኩሎም ኣመንቲ ዝምልከት ንኩሎም ኣመንቲ ድማ ዝጠቅም ሓደሽቲ ኣመንቲ ንኹን ነባራት ኣመንቲ ንኹን ኣብዚ ቤት ትምህርቲ ዝመፅእና ህያው ዝኾነ ቃል መንፈስና ዘበርትዕ የእምሮና ድማ ዝሕድስ ኣተሓሳስባና ዝቕይር ናብ ኣምላኽ ድማ ዘቕርበና ንተወለድናሉ ዕላማን ምኽሪ ኣምላኽን እውን ንኽንፈልጥ የዕንትና ዘብርህ ጸጋ ትካፈልሉ ቃሉ ትመሃረሉ መንፈሳዊ መኣዲ እግዚኣብሔር ኣዳልልኩም ኣሎ ንዝሓለፈ ኣርባዕተ ዙርያታት ልዕሊ ሓደ ሽሕ ተምሃሮ ካብ ኣፍሪቃ፣ ኣውሮፓ፣ ማእከላይ ምብራቕ፣ ኣሜሪካ፣ ካናዳ፣ ኣውስትራልያ ኣብዚ ቤት ትምህርቲ እዚ ተማሂሮም ግራጁዌት ገይሮም ኣለዉ። ሕጂ ድማ ሓሙሻይ ዙርያ ንምዝግብ ኣለና። ናይ ምዝገባ እዋን እዩ። ኣብ ዓመት ሓደ ግዜ ጥራይ ኢና ንምዝግብ። ናይ ምዝገባ እዋን ምስ ተወደኤ ዝኣቱ ሰብ የለን። ስለዚ ኣብ ሰፕተምበር ፈርስት ዊክ ሰፕተምበር መጀመርያ ሰሙን ትምህርቲ ክጅመር እዩ። ሕጂ ናይ ምዝገባ እዋን ስለ ዝኾነ ኢና ንምዝግብ ዘለና ነፍሲ ወከፍና ኣብዚ ቤት ትምህርቲ እዚ መፂእና ሱር ክንሰድድ መሰረትና ኣብ ህያው ናይ እግዚኣብሄር ቃል ክስረት ብፀጋ ብፍልጠት ክንመልእ ንዕደም ኣለና ብዙሓት ጥይቁና ይኹም ናይ ቴኦሎጂ ቤት ትምህርቲ ድዩ ትብሉና ይኹም ቴኦሎጂ ኣይኮነን ግን እዚ ቤት ትምህርቲ እዚ ፕራክቲካል ባይብል ስኩል እዩ፣ ተግባራዊ ናይ መጽሓፍ ቅዱስ ቤት ትምህርቲ እዩ። ንህይወትና፣ ንመንፈሳዊ ህይወትና፣ ንራእይና፣ ንኣገልግሎትና ዝዕጥቕ ተግባራዊ ቤት ትምህርቲ እዩ። ስለዚ ንኹላትና እዩ ዝምልከት ማለት እዩ። መጺኹም ትልምልሙሉ ናይ ጸሎት ግዜ ኣለና፣ ንመሃረሉ ግዜ ኣሎ፣ ጸጋ ንካፈለሉ ግዜ ኣሎ። ስለዚ ብመንፈስን ብጸጋን ትልምልሙሉ ቦታ እዩ እግዚኣብሄር ኣዳልዩልኩም ዘሎ። ነፍሲ ወከፍና ተጠቀምቲ ከም ንኸውን እምነት ኣለኒ ብዝሰፍሐ ብዝዓሞቐ መገዲ ስለ ንመሃር ሰዓታት ናይ ትምህርቲ ንኹሉ ብዝጥዕም እዩ እቶም ኣብ ኣፍሪቃ ኣውሮፓ ማእከላይ ምብራቕ ዘለኹም ብናትኩም ታይም ዞን እዩ ነቶም ኣብ ኣሜሪካ ካናዳ ኣውስትራሊያ ዘለኹም ድማ ብናትኩም ታይም ዞን እዩ ስለዚ ኣብ ሰሙን ሓደ ግዜ ላይፍ ብዙም ኢና ንምህር እትምዝገቡሉ ሊንክ ድማ ኣብዚ ናይ ዩቱብ ናይ ኮመንት ሴክሽን ኣብኡ ክንገድፈልኩም ኢና ብዝቀለለ ምእንታን ክትረኽብዎ ኣብዚ ናይ ዩቱብ ናይ ኮመንት ሴክሽን እቲ ሊንክ ኣብኡ ክንገድፈልኩም ኢና ነቲ ሊንክ ምስ ጠወቅኩሞ ናብ ኤልሻዳይ ኣፖስቶሊክ ሚሽን ክወስደኩም እዩ ኣብኡ ኣብቲ ፍሮንት ፔጅ ነቲ ሊንክ ልክዕ ምስ ጠወቅኩሞ ኣብቲ ፍሮንት ቤጅ ድማ ትረኽብዎ ነገር ኣሎ እሱ ድማ ልክዕ እታ ዌብሳይትና ንዚኣ ትመስል ከርእኩም ምስ ከፈትኩማ እታ ወይብሳይት ናት ንታ ሊንክ ምስ ጠወኩማ ናብዚ ወይብሳይት ከተምጽኣልኩም እያ ስለዚ ኣብ መወዳእታ እዚኣ ሳይን ኣብ ትብል ኣላ ብሉ ንዛ ሳይን ኣብ ትብል ምስ ጠወኩማ ንእሽተይ ፎርም ኣላ ኣብዚኣ ከተምጽኣልኩም እያ ክረይት ኣካውንት ትብል ሽምኩም ምሉእ ሓበሬታኩም ኢሜልኩም ናይ ወሳፕ ተሊፎንኩም ይእቲኩም ንዛ ብሉ ምስ ጠወኩማ ከም ተመዝገብኩም ክትነግረኩም እያ ካብዚ ካብ ኣሜሪካ ዘሎ ኦፊስና ናትና ስታፍ ደው ኢሎም ሽዑ በቲ ናትኩም ዝሃብኩምና ቴሌፎን ናይ ወሳብ ቴሌፎን ተጠቀሙ ምሉእ ሓበሬታ ብዛዕባ እቲ ቤት ትምህርቲ ክህቡኹም እዮም ሕቶ ተልይኩም ድማ ንዓኣቶም ሕተትዎም ምሉእ መብርሂ ስለ ዝብሉ ቅድሚ ሕጂ ተመዝጊብኩም ክሳብ ሕጂ ዘይተደወለልኩም ኮንታክት ዘይገበርናኩም ሰባት ተለኹም እቲ ቁፅሪ ስልክኹም ትኽክል ኣይኮነን ማለት እዩ። ስለዚ ባዕልኹም ደዊልኩም ከተረጋግፁ ድማ ክሕብረኩም ይፈቱ። ካብ ዘለኹም ቦታ ናይ ኣሜሪካ መእተዊ ጌርኩም ሰለስተ ሓደ ዜሮ ሸሞንተ ኣርባዕተ ኣርባዕተ ኣርባዕተ ሸውዓተ ሸሞንተ ዜሮ ካብ ዘለኹም ቦታ ናይ ኣሜሪካ መእተዊ ጌርኩም ሰለስተ ሓደ ዜሮ ሸሞንተ ኣርባዕተ ኣርባዕተ ኣርባዕተ ሸውዓተ ሸሞንተ ዜሮ ደዊልኩም ናብዚ ናይ ኣሜሪካ ኦፊስና ከም ተመዝገብኩም ሓበሬታ ክሳብ ሕጂ ከም ዘይረኸብኩም ግን ንጎሩና በዚ ካልኦት እውን በዚ ቁፅሪ ስልክ ብቐጥታ ደዊልኩም ሓበሬታ ክትረኽቡ ትኽእሉ ኢኹም ክትምዝገቡ እውን ትኽእሉ ኢኹም ክብሪ ንጎይታ ይኹን ብዛዓበየ ብዝሰፍሐ ግዜ መጺእና ኣብዚ ቤት ትምህርቲ እዚ ኣብዚ ናይ መወዳእታ ዘመን ቃሉ ንዕጠቀሉ ፍልጠት እንረኽበሉ ብጸጋ ብመንፈስ ድማ ንልምልመሉ መኣዲ ዝሰፍሐ መኣዲ እግዚኣብሔር ኣዳልዩልና ኣሎ ናብዚ ቤት ትምህርቲ ዝመጺእኹም ጸጋ ክትካፈሉ ይዕድመኩም እዚ መልእኽቲ ናብ ኩሉ ሰብ ክበጽሕ ሸር ንግበሮ እዚ ናይ ሰንበት ሰንበት መልእኽቲ ክመጽኣኩም ድማ ሳብስክራይብ ግበሩ ንፈተውትኹም ድማ ለኣኹሎም ኢኹም። ጎይታ ይባርኩም ብሩኻት ኢኹም።